ኣነ ድፈትዎ ጸሙን እታ ሰብ ነፍሱ ዝሕስዓላ መዓልቲ ከም ዘመሰለ ድዩ ከም ሰልሰላ ርእስኻ ምድናንን ክሻን ሓሙኽሽትን መንጸፍካ ምግባር ነዚ ዲኻ ጸሙን እግዚኣብሄር ዝቕበሎ መዓልትን እትብሎ ዘለኻ እቲ ኣነ ዝፈትዎ ጸምሲ ንማእሰር እከይ ምፍታሕ፣ ንማእሰር ኣርዑት ምዝላቕ፣ ንጥቁዓት ምውጻእ ሓራ ኣርዑት ዘበለ ኩሉ እውን ምስባር ዶ ኣይኮነን ይብል እግዚኣብሔር። ሓቂ ከምቲ ቃልካ ዝብሎ እዘን ኣነ ዝነግረኩም ዘለኹ ቃላት ህይወትን መንፈስን እየን ከም ዝበለ እግዚኣብሔር ኣምላኽ ብስም የሱስ ክርስቶስ ካብ ኣርያም ካብ ሰማይ ክትዛረበና ንጽሊ ኣለና። እወ ኣቦ እቲ ቃል ምስቶም ሰማዕቱ ብእምነት ስለ ዘይሓበረ ኣይጠቐሞምን ተባሂሉ ከም እተጻሕፈ፣ ጐይታ ንዓና ግና ክጠቕመና፣ ኣቦ ምስ ህይወትና ክወሃሃድ፣ መንበሪና ክንገብሮ ክትረድኣና ንጽሊ ኣለና። እሞ ሰማዕቲ ጥራሕ እናዀንና ርእስና ክንጥብር ዘይኰነስ ገበርቲ ቃል ክንከውን ርድኣና። ኣቦ ብየሱስ ክርስቶስ ስም ንዓይ ንባርያኻ ድማ እግዚኣብሄር ንስኻ ተጠቐመለይ፣ ንኸናፍረይ ቀፊር ግበረሉ። ኣቦ ብእዛረቦ ደበለ ንስካ በይንካ ክብሪ ውሰድ ብስም የሱስ ኣሜን። እሺ I don't know ሓያል ናይ እግዚኣብሔር መንፈስ ኣብ ማእከልና ኣሎ ብሓቂ እየ ዝብለኩም ዘለኹ ኦ I feel just just ስለ ስምዒት ደይኮነሲ ብሓቂ ፕሬዝ ጋድ እግዚኣብሔር ምሳና ይሕዋት ካልእ እንታይ ኣብሰልካ ምስ ጳውሎስ ከምኡ ኢሉ if God is for me who can be against me ኢሉ ኣምላኽ ንዓይ ተኮይኑ ኣምላኽ ምሳይ ተኮይኑ ኣምላኽ ናተይ ተደኣ ኮይኑሲ መን መን ክቃወመኒ ይኽእል ኢሉ እግዚኣብሔር ይባረኽ ስለዚ ደስ ይበልኩም ኣሜን እስኪ እግዚኣብሔር ምሳኻ ይበልዎ እስኪ ንጎረቤትካ ደሎ ኣሜን ምሳኺ ድኸውን ራይ ምሳኻ ድኸውን ስለ ፅድቅኻ ኣይኮነን ስለ ቅድስናኻ ኣይኮነን ኣሜን ምንም ምስናትና ምንም ምትእስሳር የብሉን ናይ ብሓቂ ንዘምር ንስበኽ ነገልግል ንጹም ንጸሊ እግዚኣብሔር ስለ ቃልዩ ምሳኺ ድኸውን ኣነስ እዚ ምርዳእ እስኪ እስኪ ንኣምላክ ክብሪ ሃቦ እግዚኣብሔር ይመስገን ይመስለና ሓደ ሓደ ግዜ ፀላኢ ብጣዕሚ እዩ በዚ ድብለፀልና ንሱ ድማ እንታይ እንተ ኢልኩምኒ ገለ ንጥፈታት ወይ ድማ ክርስትያናዊ ንጥፈታት ክንገብር እንከለና በቃ ዝያዳ ኣምላኽ ምሳና ድኸውን ኮይኑ ይስማዕና ወይ ዝያዳ ፅድቂ ክንገብር እንከለና ኣምላኽ ዝያዳ ምሳና ኮይኑ ኖ ኖ እዚ ስምዒትካ እዩ እዚ ስምዒትኪ ናይ ብሓቂ እየ ዝነግረኩም ዘለኹ እንተ ብሓቂ እቲ ቃሉ ተረዲ እዚ ክብል ከለኹ ንሓጢኣት ንምትብባዕ ኣይኮነን ወይ ድማ ንክርስትያናዊ ንጥፈታት ንኸይንገብር ንኸዘናጋዓኩም ደልየ ኣይኮንኩን ግን ሓቂ ክነግረኩም ስለ ደለኒ ሓቂ ክንፈልጦ ስለ ደለና ሓቂ ሓራ ስለ ደውፅእ ከመይ ሰዳልኩምኒ ብዙሕ ግዜ ኣብ ኩነኔ ኢና ንነብር ብዙሕ ግዜ ርእስና ኣን ርእሰይ ክሪኣ ከሎ ኩሉ ሳብ ብዝረኣኽዋ ቁፅሪ ወሪደ እየ ዝረኽባ ነብሰይ ኣሜን ንርእሰይ ግን ከምዚ ክንብሎ ዝፀናሕና ብኣምላኽ ገይረ እንተ ሪአያ ብጣዕሚ እየ ዝፀናናዕ ኩሉ ነገረይ ኣብ መስቀል ቀራንዮ ከም ዝተወድኣለይ እግዚኣብሔር ካባይ ዝደልዮ ነገር ምንም ከም ዘየለ ኩሉ ካብኡ ኩሉ ብኡ ኩሉ ንዕኡ ምዃኑ እዚ ክርድኣኒ እንከሎ ግን ነፍሰይሲ በቃ ፉሕፉሕፉሕፉሕ ትብል ኣሜን ነፍሰይ ትትንስእ ሃሌሉያ ሰይ እግዚኣብሔር ይመስገን እንቋዕ ካብ ሰብ ኣይኮነ ኣሕዋት እንቋዕ ካባኺ ኣይኮነ እንቋዕ ካባኻ ኣይኮነ እንቋዕ ካባይ ኣይኮነ ኣሜን ኩል ፕራይዝ ጋድ ኣሜን ኩሉ ክብሪ ንዑ ይኹኖ እስኪ ክኸብር ዝግብኦ ጎይታ ጥራሕ እዩ ክነግስ ዝግብኦ ጎይታ ጥራሕ እዩ ስም ዝግብኦ ጎይታ ጥራሕ እዩ ዝና ዘለዎ ጎይታ ጥራሕ እዩ ሃሌሉያ ኣሜን ሓደ እኳ ከይምካሕሲ ካብ ግብሪ ኣይኮነን። ኣሜን። ሓደ እኳ ከይንየትሲ ካብ ጽድቂ ኣይኮነን። እንታይ ደኣ ኩሉ ካብኡ እዩ። ኣሜን ዶ ክሰምዕ ብእምነት ብጸጋ ኢኹም ዝደሓንኩም። እዚ ድማ እስኪ እስኪ እስኪ ህ፣ እዚ ድማ ህ፣ ህ፣ እዚ ድማ ህ፣ ህ፣ ውህበት እግዚኣብሔር እስኪ ኣታ ኣሜን ዶ ክሰምዕ ሃሌሉያ ንወዱ ሃሌሉያ እዚ ድማ ውህበት እግዚኣብሄር እዩ ውህበት ውህበት ኮንትሪቢሽን ኣይኮነን ውህበት ለቓሕ ኣይኮነን ውህበት ውህበት እዩ ኣሜን ኤርሰ ጊፍት እግዚኣብሄር ንዓኻ እግዚኣብሄር ንዓኺ ዝሃቦ ህያብ እዩ ስሙ ይባረኽ ስለዚ ትምክሕትና ጎይታ እዩ እስኪ ካልእ ትምክሕቲ የብልናን እዩ ዋላ ጳውሎስ ከምኡ ኢሉ ኣነ እንዳው ክምካሕ እንተ ደኣ ኮይነ ኣነ ክምካሕ እንተ ኮይነ ብድኻመ እዩ ዝምካሕ ሃዋርያ ጳውሎስ ክዛረብ ከሎ ሰብ ቆሮንጦስ ክፅሕፈሎም ከሎ ስታይ ኢሎም መሲልኩም ኣብ ካልኣይ ቆሮንጦስ ምዕራፍ ሰለስተ ካብ ፍቕዲ ሓደ ንሕና ቅሉዓት ደብዳቤ ክርስቶስ ኢና ምስ በሎም ቀፂሉ ከምዚ ኢልዎም ካብ ርእስናስ ኢሉ ካብ ርእስናስ ገለ ከም ዘምጻና ክንዛረብ ይትረፍ እሞ ኢሉ ወይ ድማ ክንገብር ይትረፍ እሞ ክንሓስብ እኳ ኣይግባኣናን ኢሉ ንሱ ኢሉ ኣገልገልቲ ሓድሽ ኪዳን ክንከውን ከኣልቲ ገበረና ኣሜን ንናይ መንፈስ እምበር ኢሉ ሃሌሉያ ንናይ ፊደል ዘይኮነ ኣገልገልቲ ሓድሽ ኪዳን ክንከውን ኣሜን ከኣልቲ ኣሜን ፕሬዝ ጋድ ክተናኽፈኒ ከሎ እዩ እምበር ካባኹም ላዕሊ ውርዙ እዩ ሓራይ ክእለ እዩ ኣሜን የሱስ ጎይታ እዩ እግዚኣብሔር ይባረኽ ኣሜን እና እንታይ ክብል ደልየ መሲልኩም ከኣልቲ እስኪ ከኣልቲ በሉ እስኪ ከኣልቲ በቃ ትነብርዮ ደለኽሲ ከምኡ ክትነብሪ ዝገበረክሲ ገለ ሕብሪ ጥበብ ናትኪ ይኮነን ኣሜን ወይ ድማ እቲ ሓደ ክወድቕ ተረኣኻዮ ሲ በቃ ንስኻ ካብኡ ስለ ድበለጽካ ኣይኮነን እዚ ምሕረት ኣምላኽ ጥራሕ እስኪ ኣሜን እስኪ በሉኒ እዚ ጸጋ ኣምላኽ ጥራሕ እንተኾነ እግዚኣብሔር ደኣ ሰዊርካ እግዚኣብሔር ደኣ ሰዊርክ እምበር ኣሜን ናይ ገለ ግሉጽ ስለ ዝኾነ ናይ ገለ ሓጢኣት ከዓ ሽፉን ስለ ዝኾነ ደኣ እምበር ከምኡውን ኣይኮነን ብርግጽ እስኪ ኩሉ ብጸግኡ እስኪ ኣሜን። እቲ ገበናና በቃ ኣብ ሕቡእ ኣሜን፣ ጽባቄና ግን ኣብ ኣደባባይ ኣሜን ዝገብር ኣምላኽ ስሙ ይባረኽ። እስኪ ኣሜን ንበል እስኪ እስኪ ኣሜን እስኪ ኣጣቅዕሉ ነዚ ኣምላኽ እዚ ሃሌሉያ። እግዚኣብሔር ጓዳና እንተዝግንጽሉ ኣሜን ማህደርና እንተዝግንጸል ከምዚ ስላይት ፊልም እዚ ቅጅል እንተዘብሎሲ መንኮን እዩ ከምኡ ኢሉ ዳዊት ለባም እንድዩ ኣየ እግዚኣብሄር ኢልዎ ሓጢኣት ንእስነተይ እንተ እንተ ዋ ሓጢኣት ንእስነተይ እንተ ደኣ ዘኪርካዮስ ኢሉ ዋ እግዚኣብሄር ከመይ ገይረ ኣብ ቅድሜኻ ጠጠው ክብል ኢልዎ ኣምላኽ መስገን እስኪ ስሙ ይባረኽ እስኪ ንኣምላክ ክብሪ ሃቦ እስኪ እስኪ ንኣምላክ ክብሪ ሃቦ ጎይታ ይመስገን ኣሜን ስለዚ መንበሪና እዩ ጎይታ ጎይታ ይመስገን እሺ ንእሽተ ክዛረብ ምክንያቱ ግዜና እውን ከይዱ ስለ ደለው ዝሓለፈ ሰሙን ሒዝናዮ ዝነበርና ትምህርታዊ ስብከት እንታይ እዩ ነይሩ ተዳ ኢልኩምኒ ያው ዝዓበየ ርእስትና ብዛዕባ ጾም ድብል እንድዩ እቶም ሰባት ደስ ዘብል ናይ እግዚኣብሔር መንፈስ ኣብ ማእኸልና ኣሎ ኣሜን እግዚኣብሔር ይባረኽ ኣሜን ደስ ዘብል ናይ ሓጎስ ናይ ሰሓቅ ናይ ፍሽኽታ ኣሜን ዶ እስከ ፍሽኽ በሉ እስኪ ስማይል እስኪ ስማዒል ኣይኮንኩን ድብል ኣለኹ ስማይል ጌታ ይመስገን። እሺ ዝሓለፈ ሰሙን እንታይ ኢና ተዛሪብና ነርና? ሰለስተ ነጥብት እየን ከዘክረኩም ደስ ብለኒ ናይ ትምህርታዊ ስብከት ረብሕኡ እንታይ እንተ ኢልኩምኒ ናይ ዝሓለፈ ዘከር እንዳረሳዕካ ደይኮነስ እናዘከርካ እሺ ምስታ ናይ ጳውሎስ ጥቕሲት ምሳይ ኮንኩ ንዛረብ ዘለኹ ግን ሰለስተ ነገር ኢልና መጀመርያ እንታይ ኢልና ሓለፈ ንስኻ ክቡር ሰብ ኢኻ፣ ንስኺ ክብርቲ ሰብ ኢኺ፣ እግዚኣብሄር ብኽቡር ጽዋዕ ጸዊዕካ። ክቡርነትኩም ክትፈልጥዎ እንተ ደኣ ኾንኩም ብቐሊል መንገዲ ክብርኺ ወይ ድማ ብክርስቶስ ዓይኒ ክትረአ እንከለኻ ብክርስቶስ ዓይኒ ክትረኣይ እንከለኺ እግዚኣብሄር ባዕሉ ከምዚ ኢሉ ምሽ ንዓኻትኩም ዝተንከፈስ ብሌን ዓይነይ ተንከፈ ኢሎምሽ ንእስራኤል ነታ ምርፅቲ ዘርኢ ኣብ ሓድሽ ኪዳን ድማ በቃ ብሕጊ መሰረት ዘርኢ ኣይሁድ ደለና ኣነ ንስኻትኩምን ኢና ምክንያቱ ንሰብ ሮሜ ክፅሕፈሎም ከሎ ከምዚ ኢሎም እቲ ኣብ ስጋ ዝግበር ናይ ምግዛር ዑልቦ ወይ ድማ ምቁራጽ ተረዲኹም ዑልቦሲ እሱ ኣይሁዳዊ ኣይገብርኒ ኢሉ ኣብ ሓድሽ ኪዳን እቲ ብልቡ ኣይሁዳዊ ዝኾነ ንሱ እዩ ብርግጽ ኣይሁዳዊ ኢሉ ኣሜን እስኪ ኣሜን በሉኒ ንዓኻ ኢሉ ምሽ ክዛረቦም እንከሎ ኣንብቦም ምዕራፍ ክልተ ሮሜ ንስኻ ኢሉ በቃ ራእይ ብስጋን ብሕግን ሕግን እተፍርስ ኢሉ እቲ ራእይ እቲ ብመንፈስ ልቡ ዝተገረጸ ዝተገዘረ ግና እንታይ ክገብረካ ክቕድመካ ኢሉ ኣምላኽ ይመስገን ስለዚ እንታይ ክብል ደልየ እየ ንሕና ኢና ኣይሁድ ስለዚ ኣምላኽ ንዓኺ ኣምላኽ ንዓኻ ክርእየካ እንከሎስ ልክዕ ከም ብሌን ዓይኑ እዩ ዝርእየካ ንምንታይ እንተ ደኣ ኢልኩምኒ ንዓኻ ዝተኸፈለ ዋጋ ንዓኺ ዝተኸፈለ ዋጋ ደም ክርስቶስ የሱስ እዩ ስለዚ ዋግኡ ዋጋኻ ዋጋኻ ደም ክርስቶስ እዩ ዋጋኻ ህይወት ክርስቶስ እዩ እቲ ሽግር እንታይ መሲልኩም ንስኻ ከምኡ ከም ተዓደካ ኣይትፈልጥን ኢኻ ከምቲ ቅድሚ ሕጂ ዝበልክኹም ዮሃንስ እንታይ ይብል ነይሩ መሲልኩም እቲ ጎይታ ዘፍቅሮ ወደ መዝሙር ኢሉ ንርእሱ እንታይ ገይዱ ጽሒፉላ ክንደይ ግዜ ሓሙሽተ ግዜ ሓደ ግዜ ከደ ይኣኽሎ ክልተ ግዜ ደ ይኣኽሎ ሰለስተ ግዜ ደ ይኣኽሎ ኣሜን ኣጸቢቑ ርግጸኛ ነይሩ ማለት እኮ ኣብ ውሽጡ ሲ ዘ ሞስት ቢላቭ ዲሳፕል ምዃኑ ምሳይ ኣለኹም ዶ በቃ የሱስ በቃ ኣብ ልቡ ዘዕርፎ ፍቱው ወደ መዝሙር በቃ ምዃኑ ኣጸቢቑ ተረዲኡ ነይሩ ስለዚ ራዩ እቲ ምስጢር ኣብዚ እዩ ዘሎ ንስኻ ከመይ ትሪኣ ነዚ ነዚ ቃል እዚስ ከመይ ምላሽ ትህቦ ኣብኡ እዩ ዘሎ እቲ ውሳኔ ንገሌና እንታይ ድመስለና ኣምላኽ ንገለ ብሉፅ ፍቕሪ ዘፍቅዶ ንገለ ሰብ ብሌን ዓይኑ ንገለ ከዓ እታ ፃዕዳ ንገለ ሸፋሽፍቲ ንገለ እሞ ከዓ መርገፂ እግሪ ኣምላኽ ከምኡ ድዩ? ኣምላኽ ሌላን ጉሌላን ኣለዎ? ባርያ፣ ጭዋ፣ ኣይሁዳዊ፣ ግሪኻዊ ወይ ድማ ኣረመን፣ ተባዕታይ፣ ኣንስታይ ኣብ ቅድሚ ኣምላኽ ኣድሎ ገጽ የለን እስኪ በሉ። ኣብ ቅድሚ ኣምላኽ ኣድልዎ ገጽ የለን። ራእይ ከምቲ ኩሉ ሳዕ ድብለኩም ማለት እዩ እዛ ፀሓይ ንኩሉ ተብርህ ዘራይ ግብረ መልሲ ድህብ ግን ውሑድ እዩ ኣሜን ነዛ ፀሓይ ዝጥቀመላ ስለ ፀሓይ ንኣምላኽ ዘመስግን ስለዚ ራይ እግዚኣብሔር ደፍቅሮ ንኩሉ ድካና ኸኖ ንኩሉ ከም ብሌን ዓይኒ ዝሪኦ ንኩሉ እዩ እቲ ግብረ መልሲ ምሃብ ግን ናተይ ናታትኩም እዩ እወ ኣምላኽ ንዓይ ከም ብሌን ዓይኒ እዩ ዝጥምተኒ ኢለ እንተ ወሲደዮ ከምኡ ኮነለይ ኣይ ተደኣ ኢለኸ ኣይኮነለይ መጽሓፍ ቅዱስ ከምዚ ኢሉ ምዕራፍ 15 ዘወልቂ ክዛርቦም ከሎ ንደቂ እስራኤል ከምቲ ኣብ እዝነይ ዘስማዕኩምኒ ከምቲ ተዛረብኩምዎ ኣነ ልክዕ ከምኡ ክገብረልኩም እየ ኢልዎም ስለዚ ኣምላኽ ከምቲ ትዛረብዮ ከምቲ ትኣምንዮ በቃ መጽሓፍ ቅዱስ ኩስ ኣሲምፕል ኣት ዚስ ዋን ከምዚ ገይሩ ቀሚጥልና ኣሎ ራይ ንዝኣምን ኩሉ ይከኣሎ ኣሜን ኣምላኽ እንታይ ዝብለካ ከም እምነትካ ይኹነልካ ከም እምነትኪ ይኹነልኪ ከመይ ኢኻ ትኣምን? ኣምላኽ ንኣይ ከም ብሌን ዓይኑ እዩ ዝርእየኒ ኢልካ ትኣምን? ከም ብሌን ዓይኑ በቃ ከምኡ ኮነልካ። I am the most beloved disciple ተደኣ ኢልካ ከምኡ ይኾነልካ። ሓጢኣት ድዩ? እዚ ስስዑነት ኣይኮነን። እዚ ነቲ ኣብ መስቀል ዝተፈጻመ ተፈጸመ ፍጻሜ ግብረ መልሲ ምሃብ እዩ። እስከ ኣሜን በሉኒ። የሱስ ክርስቶስ ህይወቱ ደይኮነን ይብካ። የሱስ ክርስቶስ ህይወቱ ደይኮነን ይብኪ። ከምኡ ዶ ይኮና ንብል ዘለና ኢየሱስ ህይወትና ዶ ይኮና ንብል ዘለና ስለዚ ሓወይ ክቡር ኢኻ እስኪ ከምኡ በልዎ ንጎረቤትኩም ደሎ ኣንታ በልዎ እንዶ ዱድ ድብል ድምፂ ጌርኩም ዋላ ኣሜን ኢየሱስ ክርስቶስ ጎይታ እዩ እስኪ ኣሜን ክሰምዕ ክቡር ኢኻ እየ ድብለካ ደሎ ተዋረድኩም ኢኹም ድብል ደሎ ሓጢኣተኛ ኢኻ ክትቅዘፍ ኢኻ ድየ ድብለካ ደሎ ኣነ እኮ ድብለኩም ደለኹ ኣምላኽ ክጥምተካ ኣምላኽ ክርእየክ እንከሎስ ብወዱ ገይሩ እዩ ዝርእየኪ ብዋጋ ወዱ ገይሩ እዩ ዝርእየኪ ንተምኖ እንዶ ደም ህይወት የሱስ ብክንደይ ክንደይ ዝሸጥ ገለኹም ሰላሳ እዩ ድመስለኩም ከምቲ ይሁዳ ትሸጡ ይሁዳ መመላእታ ስለ ዝደለየ እዩ ሰላሳ ሸጡ ፅሑፍ ማእታን ክፍፀም የሱስ ክንዲ ድዩ ዋጉ እስኪ ንገሩኒ ኢየሱስ ከመይ ትትምንዎ እስኪ እስኪ እስኪ እስኪ ምንታይ ክትምዝንዎ ትኽእሉ እስኪ ብቁሩብ ቁሩብ እስኪ መዐቀን እስኪ ሓራይ ድሓነይ ከም ክርዳእና ማእታን እስኪ ብናይ ምድሪ መዐቀን እስኪ ክንደይ ክንደይ ትሪልዮን ዶላር እስኪ እስኪ እስኪ ንገሩን እስኪ እስኪ ናይ መወዳእታ ቁፅሪ ትፈልጥዎ ቆፂርኩም ትኽእልዎ እስኪ እስኪ እስኪ ምሻል ሓዊ ክንደይ ትቆፅር እስኪ ናይ መወዳእታ ቁፅሪ እስኪ ኳትራ እስኪ መን ኣለ ካልእ ናይ መወዳእታ ቁፅሪ ናይ መወዳእታ ቁፅሪ ቆፂርኩም ትኽእልዎ ኣብ ሕሰብኒ ምስ እሺ ሓራይ ብኸምኡ ዝገዛእኹምዎ ንብረት ሲ ከመይ ትርእይዎ ብኳትራ ትሪልዮን ገለ መለ ዝገዛእኹምዎ ንብረት ሲ ከመይ ትርእይዎ እስኪ ከመይ ትከናኸንዎ ከመይ ትሓስብዎ ኣበይ ተቐምጥዎ ኣብ ሰማይ ኣነ ኣነ እኮ ደስ ክርዳእና ንእሽተይ መግለፂ እንተኾነ እምበር ኣይኖ ክትምን ኣይክእልኒ ብምድራዊ ቋንቋ ክግለፅ ክዕቀን ኣይክእልኒ ኢየሱስ ክርስቶስ ጎይታ እዩ እንታይ እድብል ደለኹ ንስኻ ክቡር ሰብ ኢኻ፣ ክብርቲ ሰብ ኢኺ። እግዚኣብሔር ይባረክ። ቀዳመይቲ እዚኣ ኢለኩም ነይረ። በቃ እግዚኣብሔር ንነብሲ ወከፍና በዚ ክቡር ዝኾነ ማንነት ድማ ጸዊዕና ንነብሲ ወከፍና ጸዊዑ ድማ ብነብሲ ወከፍና ክዓዮ ዝደልየ ዕዮ ኣለዎ። ንስኻ ክቡር ኢኻ ክቡር ፃውዒት ኣለካ ግን ኢልና እንታይ ኢልና መወዳእታ መሲልኩም ነዚ ክቡር ዝኾነ ፃውዒትካ ከተላልዮ ማእታን ክትፀውም ክትፅሊ ገፅ ኣምላክ ክትደሊ ይግባእካ ኣሜን ነዚ ክቡር ዝኾነ ፃውዒትካ ኣምላኽ መስ ክቡር ኢኻ ኣምላኽ ብክቡር ፅዋዕ ፀዊዒካ ኣሜን ካልኣይትኻ እንታይ ኢልና መሲልኩም ዝተፀዋዕካሉ ፅዋዕ ግን ኣብዚ ምድሪ ተዓይዕዮ ኣለካ ስለዚ ነታ ኣብ ምድሪ ትዓያቕ ዕዮ ኣላልያ ኣይተንበጫርቑ ኣምላኽ መስገን ወይ ድማ ኣብዘይ ቦታ ከኣቲኻ ኣብደይ ቦታ ከኣቲኸ ኣይነባላሹ ከምኡ ኢና ተባሂልና ኣይኮነን ምፍታን ከዓል ይሕዋተይ ኣምላኽ መስገን ምሽ ከምዚ ኤሌክትሪክ ኣምፂኻ ሰኩት ፍትና ምሽ ሓቂ ደሕደናት ኮይኑ ኣይገጥም ኣይኮነን ድዩ ምፍታን ሓጢኣት ኣይኮነን ኣምላኽ መስገን እዚኣ ሰኩት ኣይኮነትን ሓደ ናይ እግዚኣብሔር ሰብ ኬነት ኢሃገን ድበሃል ሕጂ መስኪረልኩም ደ ይፈልጥን እየ በቃ ኣይ በቃ ናተይ ጸጋ ናተይ ጸጋ ፓስተር እዩ ኢሉ በፓስተር ተተጓዕዘ ተተጓዕዘ ዘለቕለቕለቕለቕ ይብለኒ ኢሉ ከምዚ በቃ ምስ ክዳነይ ድሕፀብ ደለኹም ኣይኮይኑ ይስማዕኒ ኢሉ ድሓደ ነንንኑ ካላስ እሞ ኣነ በዓል ፓስተር ኣይኮንኩን ወንጌላዊ እየ ማለት እዩ ኢለ ወንጌላዊ ኮይነ ዓዲ ዓዲ ክኸይድ በቃ እንደገና ከምኡ ይስማዕኒ ኢሉ ስለዚ እምበዓር ኣነ ኢሉ ሽዑ ስለዚ ኣነ እምበዓር ነቢይ እየ ኢሉ ግን ነቢይ እውን ኣይኮንኩን ኢሉ ብናይ ነቢያ እግዚኣብሔር ብትንቢት ቀመለ ግን መወዳእታ ጸጋይ ምምህርና ምዃኑ ኣላለየ ኢሉ ስለዚ ጸገም የለን ክንፍትኖ ንኽእል ኢና ግን ኣብ ኣበይ ኢኻ ተድምዕ ኣምላኽ መስገን ወይ ድማ ኣበይ ኢኻ ውፅኢታዊ ስራሕ ትሰርሕ ኣምላኽ መስገን ስላይዶ ታሕቲ ገጽካ ትወርድ ኣፌ ሓዊ እሺ ሽዑ እንታይ ኢልና መሲልኩም ሎሚ ኩላና ከም ንፈልጣ ቤተ ክርስቲያን ኮነ ካልኦት ተቋማት ዝሳቀይሉ ዘሎ እቲ ዝዓበየ ሽግር እንታይ ኢልና እንተ ሓቲትና ሰባት ኣብ ዘይቦትኦም ተቐሚጦም ብዝዕንዎን ዘበላሽዎን ነገር እዩ ኣገልጋሊ ኣብ ዘይቦትኡ ምስ ዝቕመጥ እታ ቤተ ክርስቲያን የፍርሳ ፀጋ ኣምላኽ ኣብ ህይወቱ ይግለፅን ፍረ ዘይብሉ ኣገልግሎት የገልግል ምስ መገላግልቱ ኣይሰማምዐን ዕጋበትን ሰላምን ዘይብሉ ህይወት ይነብር ናይ ውድድር ህይወት ይነብር ብናይ ቅንእ መንፈስ ብጣዕሚ ይሽገር ኣሜን እዚ ካብቲ ብዙሕ ሒደት ማለት እዩ ስለዚ እምበኣረይ ክቡራት ኢና እግዚኣብሔር ብክቡር ፅዋዕ ፀዊዕና ናይቲ ሓደ ፅዋዕ ካብቲ ሓደ ፅዋዕ ኣይበልፅን እዩ እዚ ኣፀቢ ናይ ብዙሕ ሰብ ሽግር ብጣዕሚ ዘጨንቆ እንታይ ዳልኩምኒ ናቱ ንእሽተይ ናይቲ ሓደ ዓቢ ኮይኑ ስለ ዝስምዖ እዩ በዚ ፀላኢ ብጣዕሚ ድብለፀልና ናይ ሓደ ናይ መድረክ ትኸውን ናይ ሓደ ከ ናይ ውሽጢ ትኸውን ኖ ማተር እግዚኣብሔር በየናይ ፅዋዕ ፀዊዕካ ነቲ ፀዋዕካ እሙን ኩን ዓስብኻ ማዕረ ኣሜን በቃ ናይ ውሽጢ ኣገልጊልካን ናይ ደገ ኣገልጊልካን ዘገድስ ዓስቢ ይሕዋት ብመጠኑ እቲ ከምኡ ኣለዎ ንኣብነት ኣብ ምርኣይ ምግልጋል ማለት ከመይ ዓይነት ጥንቃቐ ህይወት ከም ዝሓትት ከዓ ትፈልጥ ኣለካ ብጣዕሚ እስናር ኢዚ ንስኻትኩም ኣባይ ደሎ ሕጂ ኣበራ ኣበስ ኩላኹም ትርእይዋ ኩሉ ኣነ ግን ናይ ማንም ርእና ናሓደድኩም ግን ኣይትረኣዩን እዮም ዳስዋይ ብዙሕ ግዜ መራሒ ወይ ድማ ዋላ ኣብ ፖለቲካ ይኹን ዋላ ኣብ ኩሉ መራሒ መዓት ጉድለት ናይ ሰብ መዓት ጉድለት እዩ ናቱ ዝረአ ቁፅሪ ዘይብሉ ጉድለት እዩ ዝረአ ነቲ ሰብ እኮ ምፅኢኻ እውን ድሕር ዳእቲኻዮ ምናልባት ከምኡ ክሰርሕ ኣይክእልን ኸ ከምዚ ዝበሃል ኣለዎ ምሸ በቃ እንታይ ወደይ እንተመልካትስ ገለመለ ለተመልካት ሰማይ ቅርብ ነው ፅቡቕ ፅቡቕ እዩ ወይ ድማ በቃ ምሽ ገለ ምስል ኣለ ኤኒወይ ኣዎ ኣዎ እዚኣ እየ ደልየ ከበሮ እ፣ ብ- ብዓይኒ ሰባት ክሕዝዎ ክርኢ እንከሎ ደስ ይብል ተረዲኹም ወይ ድማ ሰብ ክጋገ ከሎ ክትሪኦ ከለካ ኣታ ወይ ድማ ኩዕሶ ጸዋት እንዲና ብዙሕ ግዜ ትሪኡ እንዲኹም በቃ በቃ ገለ ብፍላይ ድሕዳእ ስምዒት ኣለና ኮይኑ እንታይ ክትበታ ምስኡ በቃ ኣነ ቀደም ይዝከረኒ ኣብ ኣብ ሚሊታሪ ከለኹ ማለት እዩ ናይ ክፍለ ሰራዊት ይፃወት ነይረ ኩዕሶ እግሪ ብዙሕ ክኢላ እኳ ኣይኮንኩን ግን ምናልባት ሰብ ተሳእኒ ተሳእኒ ግዲ ኮይኑ እትዮም ንፃወት ነይረ ሕጂ ገሊኣቶም ብጣዕሚ ስምዒታውያን ኣለዉ ብፍላይ ድማ ኣብ ገድሊ ከኣ በቃ ከም ገለ ዓይነት እዩ ዝረአ በቃ ገሊኣቶም በቃ ካይትረድኦም በቃ ንገሊኣቶም እምኒ ቆልዑ በቃ ኣታታታታ ኣዳም ዝያደ ይገብራ ኢሎም በቃ ውይ ውይ ውይ ውይ ይብሉ ተረዲእኹም ዘለኹም በቃ ሽዑ ወለዱ ዝፃረፉ ኣለዉ ዳሓርቁ ገለ መለ ቴሌቪዥኖም ዘይድርቢ ከምዚኣ ገይሩ ዘይከላኸል ከምዚኣ ገይሩ ዘየጠቅዐ ከምዚኣ ገይሩ ጎል ደየቱ ነበር ኣታ ገሊኦም ዝፃረፉ መዓት ፀርፊ ኣሎ ነቲ ሰብ ንሕራ ብኣቲኸ ክንዲ ርብዑ ሰርሕ ኣይሰርሕን ኢየሱስ ክርስቶስ ጎይታ እዩ እን እንታይ ክብል ልል ምስ ኢልኩም ሰብ ግን በቲ ተፀውዖ በቲ ዘለዎ ታለንት ክሰርሕ እንከሎ እቲ ኣካል ከመይ ትውቅብ መሲልኩም ኣሚን ረኣይኑ እንዶ ኣነ ምሽ ሕጂ ፅቡቅ ኣምላኽ ይባረኽ ብናይ ኣስመራ ጎልፎ ዘኒጠ ምሽ ሓቂ ብናይ ዱባይ ሰዓት ብናይ ካሚቻ ገለ ምሽ ሓቂ ኣለኹ ኣምላኽ መስገን ፅቡቅ ከምዚ ስሩዕ ተረዲኹም ደለኹም እዛ ሓንቲ ዓይነይ ውፅያ ኣብዚ ተትኸውን ከኒ ተረዲኹም ዶ ኣለኹም? እዛ ሓንቲ ዓይነይሲ ወፂኣ ኣብዚኣ ተትኸውን እዛ እግረይ ካብ ፍርቃ ካብዛ ብርከይ ንታሕቲ ብዚኣ መፅያ ከዓ ከምዚኣ ከምዚኣ ተትብል ኩልኹም ማዕፆ ከፊትኩም ህ ህድማ ምኸትኩም ነይርኩም ገለ ይኹም ከዓ ጋዜጠኛ ምፀዋዕኹምለይ ስሩዕ ክኸውን ከሎ ተረዲኹም ደሎ ኣብ ቦትኡ ክኸውን ከሎ ነገር ፅቡቅ እዩ ዝኸውን ጎይታ ይመስገን እስከ ኣሜን ከም ክሰምዕ ሽዑ እንታይ ኢልና ነርና ቦታኻ ምፍላጥ ሓደ ክኸውን ከሎ ሳልሳይ እንታይ ኢልና መሲልኩም በቲ ዝተዋህበካ ጸጋ ክትግለጽ ይሃፍቱ ክተግህ ኣለካ ኣሜን ክትጸውም ድዩ ዝግባእካ ጽም ክትመሃር ድዩ ዝግባእካ ተመሃር ሪሰርች ክትገብር ድዩ ዝግባእካ ሪሰርች ግበር ኮሚኒኬት ትገብር ድዩ ዝግባእካ ኮሚኒኬት ግበር ኣሜን ቢ ፓንክችዋል ብኩሉ ነገርካ እሙን ኩን በቃ በቲ ዝተዋህበካ ጸጋ ማእታ እንታይ ክትገብር መሲልኩም ክትግለጽ ኣሜን ኩሉ ነቲ ኢንቨስት ግበር ኣይኖ እዚ ምናልባት ፐርፐዝ ዝብል ትምህርቲ ካልእ ግዜ ክንመሃር ከለና ብሰፊሑ ክንሪኦ ኢና ኣምላኽ መስገን ሎም መዓልቲ ግን ስለ ዝኣክለኒ ጎይታ ይባረክ ስለዚ እታ ካልኣይ ትንክፍ ኣቢለ ክውድኤ የሱስ ክርስቶስ ጎይታ እዩ ስለዚ እንግነ መንገደይታይ ከዘክረኩም እዚኦም መለሰለይ እሞ ጎይታ ባርክካ እዚ እዚ እዚ እንድሕር ኣብ ህይወትና ምናልባት ዝቀላቀል ነገር እንተ ሃልዩ ኮይኑ እንታይ ንገብር መሲልኩም ርእስና ቸክ ንገብር ብሓቂ ኣምላኽ መስገን ጸጋ ኣምላኽ ኣብ ህይወትና ኣይግለጽን ፍረ ዘይብሉ ኣገልግሎት ነገልግል ምስ ኣገልገልቱ ኣይንሰማማዕ ዕጋበትን ሰላምን ዘይብሉ ህይወት ንነብር ናይ ውድድር ህይወት ንነብር ወይ ድማ ናይ ቅንእ መንፈስ የሸግረና እግዚኣብሔርሲ ንዕኡ ኢሉ ዝደጎመልካ ጸጋ ስለ ደየለ በቃ ሕግግ ኢኻ ትብል ብጻዕሪ ኢኻ ሓደ ጊፍት ዝኾነ ሰብን ብጻዕርን በቃ ናይ ሰማይን ምድርን ፍልልይ ዘለዎ ገለ ሰባት ኣይ ተማሂረ ኮኑ ከምኡ ክኸውን ይኽእል የብል ኖ ተማሂርካ ከምኡ ክትከውን ኣይትኽእልን ኢኻ ጊፍት ድሕር ደኣ ኮይኑ ምስ ትምህርቲ ናይ ሰማይን ምድርን ፍልልይ ዘለዎ ኣስዩም ብቐሊሉ ከመይ ከረዳእኩም ደሎ መሲልኩም ከምዚ ጽድቂ ጊፍት እዩ ሓቀይ ጽድቂ ህያብ ድዩ? እስኪ ጽድቂ ዝተዋሃብኩም እስኪ በቃ ጽድቂ ዝተዋሃብኩም ኣምላኽ ይመስገን ጊፍት እዩ በቃ በቃ ጽዒርና ይኮንና ተጊህና ይኮንና ጼምና ይኮንና ጸሊና ይኮንና ምጽና እንታይ ደኣ እስኪ ተዋሂብኒ እስኪ በሉኒ በቃ ሓደ ከዓኒ ብግብሩ ክጸድቕ ሓደ ብግብሩ ዝጸድቕን ሓደ ከዓ ተዋሂብዎ ዝጸድቕን ሕጂ ናይ ህያብ ጸጋ ናይ ህያብ ነገር ክረዳእኩም ስለ ዝደለኹ እስኪ ከመይ ከመይ እዩ እዚ በቃ ተዋሂብዎ በቃ ጻዕሪ የድልዮ በቃ ስምካ መዝገብ ህይወት ተጻሒፉ ኣሎ በቃ መንግስተ ሰማይ ክትኣትኻ ክትወርስ ኢኻ ተባሂሉ ኣሎ ኣሜን እቲ ግን እንታይ ክገብር እዩ ኣሉ ድበሃል ሕጊ ትእዛዝን ኩሉ ክፍጽም ሞኸ ሓንቲ ትዳ ኣጉዲሉ ኩሉ ከም ደጉለ ሓንቲ ዘፍረስኻ ኩሉ ከም ደፍረሰ ይድሕስብ ምስይ ኣለኹም ዶ የስ ስለዚ ጊፍት ድኾኑ ሰባት ኣለዉ ኣምላኽ መስገን ብኣሚ ሕልፍቲ ሓፍትና ከምኡ ትብል ነይራ ንሰብ ነናቱ መፍትሕ ኣለዎ ነናቱ መፍትሕ ኣለዎ ስለዚ እንድሕር ደኣኒ በቃ ብካልእ መፍትሒ ክትፍትኖ ክትፈትሕ ክፍትሽንካ እንታይ ዝግበር ወይ መፍትሕካ እንታይ ይገብር ይልወ ወይ ስበር በቃ ወይ ይፍሕፋሕ ይጭነቕ ወይ ድማ ነቲ ክትከፍቶ ሓሲብካ ዘለካ እንታይ ይኸውን ይበላሸው ይስበር ምሳይ ኣለኹም ዶ? መፍትሒ ማለት ጊፍቲ ናትካ እዩ፣ እግዚኣብሔር ይባረክ። ግን ነቲ መፍትሒ ተጠንቂካ ክትሕዞ ከይምርድ ድዩ ክሕፀብ ዝግብኦ ተኮይኑ ተሓፅቦ ኣብ ፅቡቅ ከተቕምጦ ድዩ ናትካ ተራ እዩ። እስኪ ኣሜን በሉኒ። ስለዚ ራይ እንታይ ኢና ንብል ኣለና? ክቡር ኢኻ እስኻ፣ ክቡር ፃውዒት ኣለካ፣ ኣምላኽ ይመስገን። ስለዚ ኣምላኽ ብክቡር ፃውዒት ካብ ፀዋዓካ ፃውዒትካ ኣላሊ፣ ታለንት ናትካ ፍለጥ። ስለዚ ነቲ ዝተዋህበካ ታለንት ማእታን ክግለፅ ከዓ ትጋ፣ ኣምላኽ ይባረኽ። የሱስ ክርስቶስ ጎይታ እዩ። እሺ ካልእ ኣሜን ቀፂልና ንሪኦ ድማ እዚኣ ተንኪፍ ኣቢለያ ያው ንቕፅል ክንርኢ ኢና ጎይታ ይመስገን ኔክስት ስላይድ እሺ ኦኬ ኣብዚ ኣብዚ እንታይ ክብል ደሊ ተጠንቂቅኩም ስምዑኒ ነዛ ፅሕፍቲ ብሓንሳእ ከነንባይና ምንም እኳ ራይ ስራይ፣ ስለምንታይ ክፉእ ወይ ሰይጣን ኣብ ምድሪ ምህላዉ እንተ ዘይተዋሕጠልና ወይ ውን ከምቲ ዝግብኦ ክንገልጾ ብዘይምኽኣልና ኩሉ ግዜ ሕቶ እንተ ኾነና፣ እንተ ኾነ ግን ክንክሕዶ ዘይንኽእል ዓይኑ ዘፍጠጠ ሓቂ ምዃኑ ክንግንዘቦ ይግብኣና። ኣሜን። እንታይ ኢና እንታይ ክብል ደልየ ዝብል ደለኹ እንታይ ትብል ደላ ዝኾነ ይኹን ማእሰር ጸላኢ ትሰብር ጾም ክሰብሮ ወይ ድማ ከነቓንቆ ዘይክእል ናይ ጸለማ ስራሕ የለን። ጾም ምስጢር እዩ ኣሜን ሳይለንሰር እዩ ግን ኣኽራናት ዝገላብጥ ሳይለንሰር ኣሜን ኣብ ህይወትኩም ኣይለቅቕኔ ምሳኻትኩም ዓበኤ በቃ ዘመንካ ሙሉእ ከምዚ ኢኻ ንስኻ ድበለካ ጉዳይ እንተ ሃልዩ በት ፋስቲን ጾም እንታይ ገብሮ መሲልኩም ካባኻ የላቕቑ ኣኽራንካ እንታይ ገብሮ እንታይ ኢልኩምኒ ጎልጎል ሜዳ እዩ ዝገብር እስኪ ኣሜን ክሰምዕ ኢየሱስ ክርስቶስ ጎይታ እዩ ንግረ መንገደይ ግን እንታይ ክብለኩም ብዙሕ ሰብ ሕቶ ስለ ዝኾኖ ብፍላይ ከምቲ ኩሉ ሳዕ ድብሎ ማለት እዩ ዝፈትዎ ሰባኺ ኣሎ ዶክተር ዴቪድ ኢያዴፖ ድበሃል ዝበዝሑ ስብከቱ እንታይ ድብል ይመስልኩም እንተፀዋዕሉ ፅዋዕ ናቱ ናቱ ናቱ ማንዴት እንታይ እዩ ተዳልኩምኒ ኣምላኽ ነዛ ዕላማ እዚኣ ይፀዊዕኒ ኢሎም ንሱ ድማ እንታይ ኢሉ ንዓለምና ካብ ናይ ሰይጣን ኣሰራርሓ ሓቂ ብምግላጽ ሓራ ምውጻእ ነዚኣ ተጸዊዐ ድብል ንዓለም ንዓለም ሙሉእ ሲ ዳዮም ካብ ናይ ጸልማት ካብ ናይ ኣጋንንቲ ኣሰራርሓ ሓቂ ብምግላጽ ሓራ ምውጻእ እዚኣ ጻውዕት ማን ዲስ ኢዝ ማይ ማንዴት እዩ ዝብል ስለዚ ኩሉ መጽሓፍቱ ኩሉ ትምህርቱ ኩሉ ስብከቱ ኩሉ ነዚ ዝገልጽ ስለዚ ኣብ ዝበዝሕ ስብከቱ ሓንቲ ላ ኩሉ ሰዓት ደግማ ዊክነስ ኢዝ ሪል ትብል ቃል ኣሚን ራይም ፈቲና ጸሊእና ኣብ ምድሪ ክፉእ ኣሎ ሰይጣን ኣሎ ንበዝሕ ክርስትያን ሰይጣን የለን ንዓለማዊ መግደፎ ንክርስትያን እየ ዛረብ ዘለኹ ኣብ ቤት ኣምላኽ ንዘሎ ንምንታይ ከምኡ እብል ኣለኹ መሲልኩም ፅቡቅ ከጋጥሞ እንከሎ ኣምላኸይ ዝገበርካለይ ኢሉ ናይ ምስጋና መዓልቲ ዘዳሉ ለይቲ ምሉእ ከመስግን ክፅልይ ዝሓድር ሓደ ነገር ምስ ዝጎድሎ ድማ እንታይ ድገብር መሲልኩም እምበዓር እግዚኣብሔር ከምዚኣ ጌርካኒ እምበዓር ሕሊፍካ ይብካኒ እምበዓር ኣዋሪድካኒ ኢሉ ከዓ ምስ መን እዩ ዝትንስእ ምስ እግዚኣብሔር እዩ ዝትንስእ ስለዚ ንኣምላኽ እንታይ ገብሮ መሲልኩም ምንጭ ፅቡቕን ምንጭ ክፉእ ዝበዝሕ ክርስትያን ንኣምላኽ ምንጭ ፅቡቕን ምንጭ ክፉእን እዩ ዝገብሮ ስለዚ ኣምላኽ ምንጭ ፅቡቕን ምንጭ ክፉእ እንተ ኮይኑ ኣነ ከምኡ ምዃነ ደኣ ሓላል ናቱ ናቱ ነፀብራቕ እንደ

ኃጢአተኛ ስለዚህ እምበኣረይ ኣራይ ኣነ ኣነ ክፉእ ብምግባረይ ወይ ድማ ዓመፅ ብምግባረይ ኣብ ቅድሚ ኣምላኽ ቅቡል እየ ማለት እዩ ላ ከምኡ ይኮነን ግን እቲ ሓቂ እቲ ሓቂ እዚ እዩ ኣምላኽ ምንጭ ፅቡቕ እምበር ምንጭ ክፉእ ኣይኮነን እስኪ ኣሜን ትበሉ ትሰማምዑ እንተ ኮንኩም ኣምላኽ ምንጭ ፅቡቕ እምበር ምንጭ ክፉእ ኣይኮነን ከምዚ ጽሒፈዮ ዘለኹ ምንም እኳ ንሕና ናይ ክፉእ ምንጪ ስለምንታይ ሃልዩ ዝብሉ ግድላት ክንፈትሖም ንሸገር ደኣ እምበር ህላውነቶም ግን ክንክሕዶ ዘይንግባኣና ዓይኖም ዘፍጠጡ ሓቅታት እዮም ግን ብኣንጻር ከኣ ንራይ ካልእ ሓቂ ኣሎ ኣምላኽ መስገን የሱስ ክርስቶስ ኣነ ንዓለም ንሰይጣን ንፍትው ስጋ ስዒረየ እሞ ኢሉ ቺር ኣቢሉ ንስኻትኩም ድማ በቲ ኣነ ሂበኩም ዘለኹ ጸጋ በቲ ኣነ ሂበኩም ዘለኹ ብቕዓት ክእለት እንታይ ጌርኩም ስዒርኩምዎ ኢኹም ኢሉ ስለዚ ንሕና ካብ ራዩ ብዙሕ ግዜ ንብዙሕ ክርስትያን ዘይትርድኦ ሓቂ ኣላ ንሕና ንኽንስዕር ኣይኮናን ንዋጋዕ ምናልባት ክብት ብለኩም ትኸውን ዝሓሳብ እንታይ ድብል ዘለኹ ንክንስዕር ኣይኮናን ንዋጋ መንፈሳዊ ውግእ ኣለና እንዲ መጽሓፍ ቅዱስ ቅልስና ምስ ሕልቅነት ስልጣናትን ጸልማት ገዛእት ናይዚ ዓለም እዚኣን ምስ እኩያት መናፍስትን ኣብ ሰማያት እምበር ምስ ደምን ስጋን ኣይኮነን ኢሉ እወ መንፈሳዊ ቅልስ ኣለና ግን ንክንስዕር ኣይኮናን ስዕረቱ ዝተፈለፀ ውግእ እዩ ዘለና ኣምላኽ እግዚኣብሔር ንደቂ እስራኤል ኣብ ብሉይ ኪዳን ሳምፕል ፅላለት ክበኩም እንታይ ኢሎም እንሆ ንብምልኦም ንሰላሳን ሓደን ነገስታት ኣብ ኢድኩም ሕሊፈ ይበኩም ኣለኹ ኢሎም እዛ ራይ ንየቡሳውያን፣ ሐታውያን፣ ከነኣናውያን፣ ፈሪዛውያን ኣምጹለይ። ገርጊሳውያን እሺ እግዚኣብሔር ሲ ነዚኣቶም እንታይ ገይረ ኣብ ኢድኩም ሐሊፈ ሂበዮም እየ እቲ ዘጽልለሎም ካባታቶም ኣልጊስ እዩ ኢልዎም ዶ ኣይኮነን ንስኻትኩም ሲ ሰዓርቲ ኢኹም በቃ ግን እግዚኣብሔር እንታይ ኢሎም ኪዱ ተዋጉ እቲ ውግእ ዓወቱ ዝተፈለጠ ውግእ እዩ ኣሜን እቲ ውግእ ዓወቱ ዝተፈለጠ እግዚኣብሔር ሲ ተረዲኹም ዘለዎም ኩሉ ይፈልጥ ምሽ ከምዚ ሪፕለይ እዩ ትገብሮ ሪፕለይ ትፈልጡ ዲኹም ከምዚ ክዕሶ ምሽ ፀወታ ይግበር ምሽ ሓቂ ሓደ ጋንታ ይስዕር ገለ ሽዑ ድገም ትርድኡኒ ዶ ኣለኹም? እንድሕር ደኣኒ ምሒር ስምዒታዊ ኾንካ ካልኣይ ክረኣ ከሎ እቲ ፀወታ ዝተወድኡ መን ከም ዝሰዓረ ፈሊጥካ ከለኻ ክትሪኦም ከለኻ ነቲ ገይም እንድሕር ዳ ብጣዕሚ ስምዒታዊ ኾንካ እንታይ ክትኾኑ መሲልኩም ኣጣጣጣ ዋ ዋ ዋ ዋ ዋ ከምዚኣ ዶ ይገብር ኣሕ ገለ መልእኽቲ ትብል ትኽእል ኢኻ ድሓር ግን እንታይ ትገብር ኣሃ ኣብ ኣእምሮኻ ምፅኡ ምሰልካ ኖ ታይ ጋንታይ ስዒሮም እንዲዮም ኢልካ ታይ ትገብር ትዘናጋዕ ግን ነቲ ፀወታ ካልኣይ ክትርኢ ክልኦ ከለካ ከዓኒ ክትሓዝን ክስማዓካ ኩዕሶ ክጠፍእ ክትርኢ ከለካ እንታይ ትኾኑ መሲልኩም ዋ እንታይ ትኸውን ዘሎ ክትብል ትኽእል ግን ምልስ ምስ በልካኻ እንታይ ትብል ኣሃ ጋንታይ እንታይ ገይራ እያ ትብል ስዒራ እያ ትብል ስለዚ እቲ ውግእ ከምዚ እዩ ኣምላኽ መስገን መጽሓፍ ቅዱስ እቲ ኩሉ ሳዕ ምስ ድብል እቲ ኩሉ ሳዕ ናብ ዓወት ዝመርሓና እስኪ ኩሉ ሳዕ እስኪ በሉኒ እስኪ ድገሞ ኩሉ ሳዕ በሉ እስኪ እቲ ኩሉ ሳዕ ናብ ዓወት ዝመርሓና ብኣና ገይሩ ድማ መኣዛ ፍልጠቱ ዝገልፅ ኣምላኽ ስብሓት ይኹኖ ኩሉ ሳዕ ኩሉ ሳዕ ኣሜን ኩሉ ሳዕ ስለዚ ራዩ ኣነ ዝኾነ ኣዲክሽን ድዩ ሓጢኣት ድዩ ናይ ኣጋንንቲ ውግድ ዋትኤቨር ከጋጥመኩም እንከሎ ኣብ ህይወትኩም ቀዳመይቲ ክትፈልጥዋ ዘለኩም ስዑር ምዃኑ ፍለጥ ንኽስዕሮ ኢልካ ኣይትዋጋእ ሰይጣን ዝደልስ እዩ ከምኡ እንተ ደኣ ኾንካ እሞ በዚ ሜንታሊቲ እዚ ወይ ድማ በዚ ምርዳእ እዚ እንድሕር ደኣ ንጸላኢ ትገጥሞ ሃሊኻ ጸላኢ እንታይ ይኹን ኣሎ መሲሉክ እንታይ ጌርካ ኣለኻ ቅድም እንታይ ጌርካ ኣለኻ ማለት እዩ ከም ዘይተሳዕረ ግብዳ ሓይሊ ዘለዎ ክጭፍጭፈካ ከም ዝኽእል ናይ ምስዓር ተኽእሎ ከም ዘለዎ ጌርካ ወሲድካ ኣለኻ ስለዚ ኣብዚ ውጥቀትካ ድጅምር ኣብዚ ውጥቀት ክድጅምር ኣይ ኖ ንምርድእ ቁሩብ ኮምፕሊኬትድ እዩ ግን ክርስትና ካብ ምስዓር እዩ ድጅምር ካብ ምስዓር ክብል ከለኹ ትግርኛ ክልተ እየን ኮይነን ምስዓር ምስዓር ሲ ሓደ ዓይነት ትርጉም ዘለወን ኮይነን ኣወንታውን ኣሉታውን ሲ ክልተ እየን ስምዓ ስለ ዝኾና ካብ ስዕረት ካብ ዓወት ፅብቕቲ ክርስትና ካብ ዓወት እዩ ዝጅመር ክርስትና ካብ ቅድስና እዩ ዝጅመር ክርስትና ካብ ፅድቂ እዩ ዝጅመር ክርስትና ካብ ቅድስና እዩ ዝጅመር። ንክትቅደስ ኣይኮንካን ትፅዕር፣ ንክትፀድቕ ኣይኮንካን ትፅዕር፣ ንክትዕወት ኣይኮንካን ትፅዕር። እስኪ ክርስትና ካብ ምዃን እዩ ዝጅመር እስኪ በሉኒ። እሺ እዚ ክደግሞ እየ ኔክስት ኣምላኽ ይመስገን። ምክንያቱ እዚ ስለ ዝኾነ እቲ ሓቂ ኣብ መስቀል ዝተፈፀመ ፍፃሜ እዚ ስለ ዝኾነ እንድሕር ደኣ እዚ ሓቂ እዚ ተረዲእና ንክርስትና ንክንነብሮ ብጣዕሚ ቀሊል እዩ። ንክንህፍትም ኣይኮናን ንጻር ሃፍታማት ኢና እስኪ ሃፍታም እየ ድብል ሰብ እስኪ መጽሓፍ ቅዱስ ናተይ ዲክሽነሪ ድየ ዛረብ ዘለኹ ኢትስ ባይብል ዳት ራይት ሃቀይ ደ ካልኣይ ቆሮንቶስ ምዕራፍ ሸሞንተ ፍቅዲ ትሽዓትኹም ዶ ኣይኮነን ድብል ንስኻትኩም ሲ ጸጋ ጎይታና የሱስ ክርስቶስ ትፈልጡ ኢኹም ኢሉ ንስኻትኩ ብድኽነቱ ማእታን ክትፍትሙ ንሱ ሃብታም ክንሱ ኣክንዳኻትኩም ድኻ ኮነ እዛ ራይት እቲ ክህፍትም ንጽዕር እሞ ኢሉ ራይ እንታይ ድብል መጽሓፍ ቅዱስ እቲ ክህፍትም ንጽዕር እሞ ኣብ ቀዳማይ ጢሞቴዎስ እዚኣ ጥራሕ ክንብበልኩም ንብዙሓት ንምብራስ ንብዙሓት ንምውዳቕ ኣብ ክፉእ ትምኒት በቃ ኣብ ቀዳማይ ጢሞቴዎስ ምዕራፍ ሽዱሽተ ካብ ምዃን እዩ ዝጅመር ክርስትና ኣምላኽ መስገን እዚኣ እዚኣ እዚ ሓሳብ እዚኣ ፅቡቅ ገይራ ክትርዳእኩም ስለ ዝደለኹ እየ ኢየሱስ ክርስቶስ ጐይታይ ከንብበልኩም እየ። ቀዳማይ ጢሞቴዎስ ምዕራፍ ሽዱሽተ ከምዚ ይብል ራይ ግናኸ ኣምልኾ ምስ ይኣኽለኒ ምባል ዓብዪ ረብሓ ኢሉ ማለት ናብ ዓለም ሓንቲ ኣይምፃእናን እሞ ሓንቲ ክንወስድ ከዓ ኣይከኣለናን እዩ ቀለምናን ክዳናን እንተለና ንሱ ይኣኽለና እቶም ክህብትሙ ዝደልዩ ግን ኢሉ እቶም ክህብትሙ ዝደልዩ ግን ሃዙኒ እቶም ክህብትሙ ዝደልዩ ግን እንታይ ኣለኹም ዘርኪብኩም ኣለኹም ተንብቡ ኣለኹም ራይ ኣብ ፈተናን ሓደ መፈንጠራን ክልተ ኣብ ብዙሕ ንሰብ ናብ ምብራስን ሰለስተ ጥፍኣትን ኣርባዕተ ዘስጥም ናይ ዕሽነት ጉድኣትን ትምኒትን እዮም ዝወድቁ ስለዚ ክርስትና ካብ ምዃን እዩ ዝጅመር እስከ ከምኡ በልዎ ንጎረቤትኩም ዘሎ በሉ ክብለኩም ከለኹ ቆልዑ ስለ ዝኾንኩም ኣይኮነን ክርስትና ወይ ድማ ሓደ ዓብ ሓቂ እንተሃልዩ ግን ምዝራብ እዩ ኣሜን እንታይ ኢለኩም ኣንተወይ ከምቲ ተዛረብካዩ ከምቲ ኣብ እዝነይ ደስምዑኒ ከምቲ ተዛረብዎ ከምኡ ክገብረሎም እየ እስኪ ምስ ኣለኹም ዶ እንታይ ኢሉ ኣምላኽ እንታይ ኢሉ እስኪ ንገሩኒ ከምቲ ተዛረብዎ ከምቲ ኣብ እዝነይ ደስምዑኒ ኣነ ከምኡ ክገብረሎም እዩ ደብል እስኪ ኣነ ሃብታም እየ እስኪ በሉ ኣነ ቢልዮነር እየ እስኪ በሉ ስለዚ ገና ኣይኣመንኩሞን ዘለኹ እቲ ቃል ማለት እዩ። ኦኬ ኣሰላስለዎ፣ ኣምላኽ ይመስገን። ንስኻ በቃ ኩሉ ዶ ኣይኮነን ከምቲ ብክርስቶስ ኣነ ብክርስቶስ ጻድቂ ክብል ዝስግሮ ኣሎ ድዩ ብክርስቶስ ሃብታም እዩ ክምባል ካብ ምዃን እዩ ክርስትና ንምዃን ዝጸዓር ጉዕዞ ዶ ኣይኮነስ ካብ ምዃን ንጅምር እዩ ንርእስኻ እየ ብክርስቶስ እየ ኢልካ ምስ እመንካያ ብድሕሪኡ ትጓዓዘ ጉዕዞ ንዓኻ ቀሊል እዩ ድሕር ድኣ ንክትቅደሲ ትፅዕሪ ሃሊኺ ኮንኪ ሓፍተይ ወዲኪ ሰብ በዓል ገላትያዊት ኮንክ ኣለኽ ማለት ገላትያዊ ኮንክ ኣለኽ እስኪ ገላትያዊ ትኹን እስኪ በሉ ኣይሁዳዊ ኮን በለው እስኪ ገላታውያን እንታይ እዮም ገይሮም ተዳልኩምኒ ንምዃን እዮም ዝፅዕሩ ነይሮም ናይ ክርስቶስ ብኸምኡ ዝተቐቢሎሞ ነይሮም ድሓር ግን ገለ ሰባት መፂኦም ምስ ኣበላሸውሎም ንምዃን ክፅዕሩ ጀሚሮም ብርግፅ ንስኹም ኢልዎም ንክርስቶስ ክሒትኩምዎ ኢኹም ኢሉ ካብ ፀጋ ራዮም ጎዲልኩም ምስ ትብል ካብ ክርስቶስ ዓሊኹም ካብ ፀጋ ጎዲልኩም ኢኹም ኢልዎም ስለዚ ክርስትና ካብ ምዃን ድሕር ዘይትጅምሮ ኮንካ ካብ ፀጋ ጎዲልካ ካብ ክርስቶስ ዓሊኻ ኣለኻ ማለት እዩ